ኣብ ዝሓለፈ ቪድዮና ሰሪሕናዮ ከም ዘለና ርጎ ብማእኸላይ ሙቐት ምስ ኣፍላሕናዮ ዝህበና ውፅኢት ክልተ ነገር እዩ። ኣጅቦ እቲ ፈሳሲ ዝመስል ማይ ከኣኒ ማጨባ ኢልና ንጽውዖ። ብዛዕባ ኣጅቦ ኣሰራርሑን ጥቕሙን ጉድኣቱን ካልእን ኣስፊሕና ሰሪሕናዮ ስለ ዘለና ሕጂ ብዛዕባኡ ንዛረብ ኢና። ኣሰራርሓ ኣጅቦ ብዘይ ኣሲድ ማለት ብባህላዊ ትብል ኣቐዲመ ቪድዮ ሰሪሐያ ስለ ዘለኹ ምልስ ኢልና ክንሪኣ ብትሕትና የዘኻኽር። ናብ ናይ ሎሚ ቪድዮ ትሕዝተና ምስ እንምለስ ማጨባ እሞ ክንሰትዮ ድ ዘለና ወይስ ክንጉሕፎ እዩ ንዝብል ዘይጠቅም ኣይኮነን። ካልሲዩም፣ ፖታሽም ዝኣመሰሉ ማዕድናትን ብውሑድ መጠን ፕሮቲን ከምኡውን ላክቶስ ካብ ጸባ ዝርከብ ሽኮር ዝውንን እዩ። ስለ ዝኾነ ብዙሓት ሰባት ብውሕስነት ክሰትይዎ ይኽእሉ እዮም። ምክንያቱ ማጨባ ክንጠልል ማለት ካብ ጽምእ ክንገላገል ይሕግዘና፣ ንስርዓተ ምሕቓቕ ምግቢ ይድግፍን ከምኡውን ንዝጠፍኡ ማዕድናት ስለ ዝትክእ። ከምኡ ንዝተፈላለየ ባህላዊ ጉዳያት ንጥቀመሉ ኢና። ከም ንፈልጦ ማጨባ መብዛሕትኡ ግዜ ምጽጽ ዝበለ መቐረት ዘለዎ ባህሪ ኮይኑ ከምኡውን ጽሩይ ዝኾነ ጨናይ ዝውንን ብንሰትዮ ግዜ ድማ ብዝተፈላለየ ዓይነት መልክዕ ክንወስዶ ንኽእል ኢና። ብጨው፣ ብዘጨው ከምኡውን ብዝተፈላለየ መንገዲ ክንወስዶ ወይ ከዓ ክንሰትዮ ንኽእል ኢና። ማጨባ ክሰትዎ ዘይክእሉ ሰባት ከ ኣለዉ ድዮም ስለምንታይ ንዝብል ሕቶ ኸኣ እወ ማጨባ ዋላ እኳ ኣብ ትሕዝቶ ሃፍታም እንተኾነ ካብ ምስታዩ ጠቕላላ ክገድፎ ወይ ከዓ ንክጥንቀቕሉ ዝኽእሉ ሰባት ግን ኣለዉ ምክንያቱ ማጨባ ላክቶስ ስለ ዝውንን ላክቶስ ድማ ንገለ ሰባት ጸገም ከስዕበሎም ስለ ዝኽእል እዚ ኸኣ ናብ ሓደ ኣገዳሲ ነጥቢ እዩ ዝመርሓና ላክቶስ ጸገም ከምጻሎም ይኽእል እዩ ዝብል ከመይ ማለት እዩ ዝብል ሕቶ ክለዓል ግድን እዩ። እዚ ክንብል እንከለና ንላክቶስ ዘይምጽዋር ማለት እዩ። ንላክቶስ ዘይምጽዋር ክንብል ከለና ከዓ ኣካላት ሓደ ሰብ ነቲ ኣብ ማጨባ ዝርከብ ላክቶስ ወይ ከዓ ሽኮር ክሕቆ ምዘይክእል ማለት እዩ። እዚ ዝኾነሉ ምክንያት ድማ ኣብ ውሽጢ ኣካላትና ላክቴዝ ኢንዛይም ዝበሃል ነቲ ካብ ማጨባ ንረኽቦ ላክቴዝ ወይ ከዓ ሽኮር ክሕቀቕዎ ዝግብኦም ምስ ዝጎድሉና እዩ። እዚ ክጥቀስ ዝጸንሐ ላክቶስ ዘይምጽኦ ሎካል ላክቶስ ኢንቶለራንስ ከመይ ጌርና ክነለልዮ ንኽእል ምልክታት ኣለዎ ድዩ ንዝብል ማጨባ ድሕሪ ምስታይና ነዞም ዝስዕቡ ምልክታታት እንተደኣ ርኢና እዚ ዝተጠቕሰ ይጸልወና እዩ ማለት እዩ። ቃንዛ ከብዲ፣ መንፋሕቲ፣ ብተደጋጋሚ ምጉሳዕ፣ ውጽኣት ከምኡውን ዕግርግር ማለት ዕውልውል ክብለና ከሎ እዞም ምልክታታት እዚኣቶም መብዛሕትኡ ግዜ ማጭባ ምስ ሰተና ድሕሪ 30 ደቂ ክሳብ ክልተ ሰዓታት ዘሎ ክረኣዩ ይኽእሉ እዮም እሞ ማጨባ ክንሰትዮድና ክንጉሕፎ ዘለና ንዝብል ነጥቢ ማጨባ ክንሰትዮ ንኽእል ኢና እቲ ርግኦ ዝተጠቐምናሉ ፍረሽ እንተነይሩ ኣቐዲምና ከም ዝገለጽናዮ መቐረቱ ቁሩብ ምጽእ ዝበለ ከምኡውን ንጽር ዝበለ ሽታ ምስ ዝህልዎን ከምኡውን ካብዞም ኣብ ላዕሊ ጠቕስናዮም ዘለና ናይ ላክቶስ ዘይተጻዋርነት ምልክታታት ነጻ ምስ ዝኸውንን ክንሰትዮ ዘይብልና ድማ እቲ ዝተጠቕምናሉ ርጎ ደይዕግብ ወይ ከዓ ፍረሽ ተዘይኮይኑ ከምኡውን እቲ ጣዕሚ ናይ ማጨባን ሽትኡን ዘየተኣማምን እንተ ኮይኑ ክንሰትዮ የብልናን ከምኡውን ላክቶስ ዘይንፃወር እንተ ኮይና ማለት ኣብ ላዕሊ ጠቂስናዮም ዘለና ምልክታታት ዝስምዑና እንድሕር ኮይኖም ክንሰትዮ የብልናን ሕፅር ብዝበለ ማጨባ ጥቕሚ ዘይብሉ ወይ ከዓ ክጓሓፍ ዘለዎ ነገር ኣይኮነን እንታይ ደኣ ብኣንፃሩ ሰፊሕ ዝኾነ ጥቕሚ ዝውንን እዩ እዚ ግን ንኣካላትና ዝሰማዕና ምዝኸውን ማለት እዩ ናይ ሎሚ ቪድዮ ትሕዝተና ነዚ ይመስል ነይሩ ኣብ ሃናፂ ሓሳብ ቲቪ መፂኹም ስለ ዝተኸታተልኩም እናመስገና እዛ ቪድዮ ጠቓሚት ኮይና እንተረኺብኩማ ላይክ ሃብዋ ንፈተውትኹምን ቤተሰብኩምን ንክበፅሖም ሼር ብምግባር ንዝያዳ ትሕዝቶ ሳብስክራይብ ኣይትረስዑኹም ኣብ ቀፃሊ ቪድዮ ክሳብ ንረኸብ ከዓ ሰሰናይ ንዓኹም